ፊልምና እንትጅምር ኒውቦ ዝተባህለት ወለዳ ዝሰኣነት ጓል እናረእየና እንትኸውን ኣብ ገጠር ምስ ዝነብሩ ሰባት እያ ተፀጊዓ ዓብያ። እንተኾነ ግን ኩሉ ግዘ ኣብ ህይወታ ዝኾነ ይኹን ዝሓዘቶ ገንዘብ ስለ ዝጠፍኣን ናብ ዝኾነ ይኹን ሰብ እንተቐሪባ ክኸስር እዩ ኢላ ስለ እትሓስብ ንባዕላ ዕድል ከም ዘይብላ እያ ትሓስብ። እዚ ዝፈለጠ ፊንግ ዝተብሃለ ሓደ ከም ወላዲ ኣልባ ቆልዓ ዝርእያ ሰብኣይ ብዙሕ ገንዘብ ዝሓዘ ቪዛ ካርድን ካልኦት ክበራት ህያባት እናሃባ ኩሉ ከም ዝጠፍእ ስለ ዝፈለጠት ይትረፈኒ ዋላ እኳ እንተበለት ፊንግ ግን ህያባት ይውስኸላ። ሓደ ውዕለታ ንኽትውዕለሉ እውን ይሓታ። ወዲ ወደይ መነሓንሕቲ ስለ ዘለዎ ናብቲ መነሓንሕቱ ቀሪብኺ ካብ ወዲ ወደይ ኣርሕቕዮ። ሓበሬታ ዘለዎ ስልኪ ሂቡ ናይ ወዲ ወዲ ሽም ናብ ናይ ኣዲኡ ወገን ናብ ጆን ቤተሰብ ከም ዝቐየረ ኒውቦ ኣብ ስልካ ዘሎ ፎቶ ርእያ ከም እተለልዮ ተስፋ ይገብር። ብጽብሒቱ እዩ ኣቦሓጎኡ ዝለኣኸሉ ሰብ እንትጽበ ያን ዝተባህለ ተንኮለኛ ሰብ መጺኡ ኣፍቃሪቱ መንጢሉ ካብዚ ንደሓር ንሳ ናተይ እያ። ናብ ዝኸደቶ ኩሉ ምክትታልካ ጠጠው ኣብል ኢሉ ብድፍረት ይነግሮ። ንሳ'ውን ብክሕደት ማይ ደፊኣ እቲ ሓድሽ ኣፍቃሪዬ ኣዝዩ ሃፍታም እዩ። ናይ ፊንግ ቤተሰብ እዩ እንትብሎ ኒውቦ እዚ ወረ ሰሚዓ መነሓንሕቱ ናይ ፊንግ ወዲ ወዲ ከም ዝኾነ ሓሲባ ኣብ ስልካ ዘሎ ናይ ዩ ፎቶ ርእያ ንሱ ፊንግ ንክተኽስሮ ዝደለየ መነሓንሕቲ ከም ዝኾነ ትሓስብ ብቕልጡፍ ናብ ዩ ቅርብ ኢላ ኣነ ማይ መሳቲትኻ እየ ተመርዐየኒ ትብሎ እሞ ካብቲ ፍዮሪ መቐመጢ ፍዮሪ ወሲዳ ናይ መርዓ ሕቶ ተቕርበሉ እቲ መነሓንሕቲ ድማ ኣፍቃሪትኻ ስለ ዝመንጠልኩካ ብኸምዚኣ ዓይነት ናይ ገጠር ቆልዓ ተስፋ ኣይትቑረጽ ኢሉ እንትቕልዶ እታ ዝኸድዐቶ ኣፍቃሪቱ ድማ ንዓኣ ንምቕናእ ኢሉ እዛ ጓል ገጠር ክመርዕያ ዘምጽኣ ይመስላ። ናይ ኒው ቦትር ሽዋ ዘርጊፋ ጓሓፍ ስትለቅም ድኻ ኢላ እንትቕልዳ፣ ዩ ሓዚኑላ ዝወደቐ ኣቕሓ ንክትእክብ ይሕግዛ። ኒውቦ እቲ ኣጋጣሚ ብምጥቃም ሕጂ ንሕጂ ናይ መርዓ መዝገብ ንግበር ኢላ ኢዱ ሒዛቶ ትኸይድ። ንሱ'ውን ብናይ ኣፍቃሪቱ ክሕደት ሓሪቑ ስለዝነበረ ብዙሕ ከይሓሰበሉ ይፈራረሙ። ካብኡ ንደሓር ግን ንሳ መርዓና ብውዕሊ ዝተመስረተ እዩ። ድሕሪ ሓደ ዓመት ንፋታሕ ኢና እንትብሎ እዩ ሰንቢዱ፣ ውዕሊ እንተኾይኑ ደኣ ንምንታይ ሓደ ዓመት ንጸንሕ፣ ሕጂ ንሕጂ ንፋታሕ። ኣይከውንን እዚ ወግዒ ረስዓዮ ኢላ እቲ ናይ መርዓ ሰርትፊኬት መንጢላቶ ትኸይድ። ናብ ገዝኡ እንትምለስ ንዩቦ ወላዲ ኣልባ እየ፣ ዝነብረሉ ገዛ ስለዘይብለይ ንዝተወሰነ ግዘ ምሳኻ ክጸንሕ ኢላ ትልምኖ። ብጽብሒት ናብ ክፍላ እንትኣቲ በቲ ዝተኸደነቶ ክዳን ክተውጽኦ ተጠላሊፋ ይረኽባ። ንሱ ውን ብሓይሊ እንትስሕቦ እቲ ሸሚዝ ይቕደድ። እዚ ገንዘብ ውሰድዮ እሞ ካልእ ክዳን ግዝእሉ ኢሉ እንትህባ ንሳ ግን ገንዘቡ መሊሳ ትልእኸሉ። ካብ ትካሉ ዘቻኩል ጻውዒት በጺሕዎ ንኒውቦ ገዲፍዋ ይኸይድ። ንሳ እውን ናብ ፊንግ ደዊላ እቲ ኣባሓጎ ድማ ፍቓደኛ እንተኾይኑ ወዲ ወደይ ተመርዕዮ እንትብላ ንሳ ግን ወዲ ወዲ መናሓነቱ ስለ ዝመሰላ እቲ ተንኮለኛ ወዲ ወድኻ እኮ ካልእቲ ኣፍቃሪት ኣላቶ እያ ኣነ ንዕኡ ኣይምጥንን ኢላ ትምልሰሉ ዩ ናብቲ ፕሮጀክት እንትበጽሕ ኣባሓጎ ፊንግ መጺኡ ናይ ኒቦ ፎቶ እናርኣዮ እዛ ቆልዓ ክትምርዕያ እየ ዝደሊ ኢሉ ከእምኖ እንትፍትን ዩ ግን ተመርዕየ እየ ኢሉ ገና እቲ ፎቶ ከይረኣዮ እምቢ ይብል ኣብ ብሓጉኡ ንንየቦ ኣብ ናይ ወዲ ወዲ ገዛ እንትረኽባ ሰንቢዱ ኣብዚ እንታይ ትገብራ ኣለኺ ናይ ወዲ ወድኻ መናሓንሕቱ ካብኡ ኣርሕቕዮ ኢልካኒ እንዲኻ ከምኡ እናገበርኹ እየ ትብሎ ኣብ መንገድ ከለው እታ ዝኸልዐቶ ኣፍቃሪቱ ንኣባሓጉኡ ደፊኣ ተውድቖ ንኒውቦ ክትቑጥዓ እንትጀምር ኒውቦ ድማ እቲ ደፊእኺ ዘውደቕኽዮ ሰብኣይ ክንደይ ዝኣክል ጠቓሚ ሰብ ምዃኑ ክትፈልጢ ኣለኪ ንኣቦሓጎኻ ናብ ሆስፒታል ውሰዶ ኢላ እንትሓቶ፣ ንሱ ግን ኣቦሓጎኡ ብህይወት ከም ዘየለ እንትንገራ፣ ኔቦ ብሕርቃን ብጽፍዒት ትሃርሞ እሞ ነቲ ኣቦሓጎ ናብ ሆስፒታል ትወስዶ። ኣብቲ ሽዑ ሰዓት እታ ከሓዲት ናይ ዩው ኣፍቃሪት፣ ድኻነታ እናተሰእት ቀሊዳ ሕጽየይኮ ሎምዓንቲ ህንጻ ከመርቕ እዩ ኢላ ናይ ዕድመ ወረቐት ትድርብየሉ። ኣብ ሆስፒታል ውሽጢ እቲ ኣቦሓጎ ሎምዓንቲ ናብቲ ምረቓ በዓል ኪድ እሞ ንወዲ ወደይ ዝደለኽዎ ምሽጥራዊ ህያባት ሃብለይ፣ ንሳ እውን ንምሸት ክዳን ክትልቃሕ ትኸይድ እሞ ይው ድማ ናብ ኣባሓጉ ይኸይድ ሎሙዓንቲ ኣብቲ በዓል ተረኺብካ ክትምርዕያ ምስ ዝደሊ ወላድ ኣልባ ቆልዓ ህያብ ክትቕበላ ኢኻ ኣብቲ በዓል እውን እቶም ኣጋይሽ ኩሎም ብናይ ኒውቦ ፕሮጀክትን በቲ ናይ ህንጻ ጽባቐ ተደኒቖም እታ ከሓዲት ኣፍቃሪቱን እቲ መናሕንሕቶ ኣፍቃሪኣ መጺኦም እዚ ህንጻ ናይ ሕጹየይ እዩ እናበሉ እንትጉረኑ እታ ቆንጆ ኒውቦ ትመጽእ እሞ እቲ መናሓንሕቱ እንትጽግዓ ይው ካብኣ ንክርሕቕ ይነግሮ ገዛውቲ ናይ ምሻጥ ጨረታ እንትጅምር ኣፍቃሪቱ ኒውቦ ንስኺ እኮ ኣብዛ ሓንቲ ገዛ እውን ክትገዝእ ኣይትኽእልን ኢላ ሙድ እንትሕዘላ ንስኺ ኢኺ ሓንቲ ገዛ ዘይትረኸቢ እምበር ገዛ እንተገዚእኺ ግን ተንበርኪኸ ክወፅእ እየ ናይቲ ቤተሰብ ቀለበት እውን ክሰብሮ እየ ኢላ እንትወራረድ ኒውቦ ግን እንድሕር ተሳዒርኺ እቲ ቀለበት ንዩ ክትምልስሉ ኢኺ ኢላ ትሰማማዕ። ኒውቦ ናብቲ መሕፀቢ ክፍሊ እንትኸይድ ዓርካቲንግ ክባራት መጋየፂ ዘለዎ ኣቕሓ ይህባ። ንሳ እውን ዝሃባ መጋየፂ ሒዛ እንትምለስ እታ ከሓዲት ኣፍቃሪቱ እዚ ኩሉ ሰሪቓ እያ ኢላ ነቶም ሓለውቲ ትዛረቦም። ንኒቦ ኣውፅኡለይ ኢላ ዋላ እኳ ተተናገረት እቶም ናይ ሓለዋ ሰራሕተኛ ግን ኒቦ ናይቲ ፕሮጀክት በዓል ዋና ሰበይቱ ምዃና ስለዝፈለጡ ምንም ከይገበሩ እንትተርፉ እቲ ዝሓዘቶ ኣቕሓ ዘርጊፋ እቶም መጋየፅታት ኣብ መሬት እንትዝርግፎም ኒቦ ንዩ እዚኦም እኮ ስቕ ኢሎም ፌክ እዮም እቲ ጨረታ እንትጅምር ከምቲ ዝለመደቶ ምስ ኒቦ እንትፈኻኸር ናይ ዩ ረዳት መጺኡ ግን እቲ ፕረዚደንት ነቲ ዓቢ ቪላ ንባዕሉ ሒዝዎ እዩ ኢሉ እንትእውጅ በቲ ውርርድ ምስዓራ ፈሊጣ ብሕርቃን ትቃጸል። ረዳቱ ድማ እቲ ቪላ ዝሃብዋ ኣብዚ ንዘላ ቆንጆ ጓል እዩ ኢሉ እቲ ቁልፊ ንኒቦ እንተረክባ ዩ እቲ ቀለበት ካብታ ከዳዕ ኣፍቃሪቱ መንጢሉ ንኒውቦ ይገብረላ። ካብኡ እቲ ዝተለቀሐቶ ክዳን ንምምላስ እንትኸይድ ዩ ሕጽይቱ ድኻ ምዃናን ትኽክለኛ ሰብኣያ ድማ ንሱ ባዕሉ ምዃኑ ይፍልጣ። ብጽብሒቱ እውን ኒውቦ ናይቲ ኣቦሓጎ ወዲ ወዲ መነሓንሕቱ ተመርዕየ እየ ኢለ እንተነጊረዮም ክቖጥዑኒ እዮም ኢላ ብምጭናቕ ስራሕ ኣለኒ ብዝብል ምኽንያት ትኸይድ። ንሱ እውን ናብ ኣባሓጎኡ ከይዱ ቅድም ኢላ ኣብ ዝነበረት ጓል መን እያ ንሳ እኮ እታ ወላዲ ኣልባ ጓለይ እያ ይብሎ እሞ ይው ድማ ሰበይተይ እኮ ኣብ ዓለም ካብ ዘለዋ ኣዋልድ ኩለን ፍልይቲ እያ ጓለይ እያ ቆንጆ ኢሎም ይከራኸሩ እዩ ናይ ሰበይቱ ናይ እዝኒ መጋየፂ ኣብ መሬት ወዲቑ ይረኽቦ እሞ ኣባሓጎኡ ድማ እዚ እኮ ናይ ጓለይ ናይ ልደት ህያብ እዩ ኣባሓጎ ድማ ናብ ኒውቦ ደዊሉ ወዲ ወደይ ጂያንጂ ኣብ ዝበሃል ሬስቶራንት ምሳሕ ጋብ ዘኪደሉ እዩ እንትብላ ንሳ እውን ትሰማማዕ። ናብቲ ቤት መግቢ እንትኸይድ ሓደ ሓደ ኣቸገርቲ መናእሰይ ከቸግርዋ እንትብሉ እቲ መናሓንሕቲ መፂኡ ዝከላኸለላ ይመስል እሞ ድራር ክጋብ ዘኪ ንሳ ድማ ኣባሓጎ ፊንግ ዝለኣኾ ሰብ ንሱ ከምዝኾነ ስለዝሓሰበት ስለ እቲ ግብጃ ይፈልጥ እየ ዓርካ ቲንግ ድማ መጺኡ ነቶም መናእሰይ እናሃረመ እዚ ዘይረብሕ እኮ ንዓኺ ንምትላል ኢሉ እዩ እዘም መናእሰይ ዝቖጸሮም እንትብላ እንታይ ኮይኑ ተጸሊሉ ድዩ? እቲ ኣቦሓጎ ንወዲ ወዱ ንምርካብ ናብቲ ቤት መግቢ ከይዳ እንትድውል ኣቦሓጎኡ ወዲ ወዱ ንክቐበላ ይልእኾ። ዩ ክቐበላ ናብ ታሕቲ እንትወርድ ሰበይቲ ኒውቦ ምስ መናሓንሕቱ ይረኽባ። ንሳ ድማ እቲ ናይ ኣቦሓጎ ወዲ ወዱ መሲልዋ ብዝኾነ ዓይነት መንገዲ ክፎቴካ ስለ ዘይኽእል ንባዕልኻ ኣይተድክም ኢላ ናይቲ ቪላ ቁልፊ ትህቦ። እቲ መናሓንሕቱ ተገሪሙ ሰብኣይኺ እዚ ቁልፊ ንዓይ ምሃብኪ እንተፈሊጡ ኣይጽለልን እንትብላ፣ ንሳ ግን ስብኣያ ኣብዚ ጉዳይ እንታይ የእትዮ? ምስ ፊንግ ዝነበረ መጋየጺ ንክህባ እንትሓቶ፣ ብሓይሊ ናብኡ የጸግዓ እሞ ሽዑ'ዩ ኣእትዩ ብሕርቃን ይሃርሞ። ዩ ዝሓዞ መጋየጺ ናብ መሬት እንትወድቕ ኒዩቦ ኣልዒላ ናብ ትርሽዋ ተእትዮ። ካብኡ ንዩ ካብ ምህራም ክተረጋግዖ እንትብል ንምንታይ ንዕኡ ትከላኸለሉ ኢሉ እንትሓዝን ንሳ ግን መነሓንሕቱ ናይ ፊንግ ወዲ ወዱ እዩ ኢላ ስለዝሓሰበት እያ ትከላኸለሉ ዘላ። ዩ ድማ ኢዳ ምቕሳሉ ርእዩ ናብ ሆስፒታል ሒዝዋ ይኸይድ። ኒቡ እታ ኣቦሓጎን ሰብኣያን ብሓባር እንትርእዮም መን ኣራኺብዎም? ኣጋጣሚ እዩ ኢላ ትስንብድ። ዩ ድማ ምስቲ ዘይረብሕ መነሓንሕተይ እንታይ ትገብሪ ኣለኺ? ኣዝየ ዝፎትየ ነገር ክቕበሎ እየ ከይደ። ካብዚ ንደሓር ካብኡ ምንም ከይትቐበሊ። ዝደለኽዮ እውን ኣነ ክህበኪ'የ። ምስ ጠመያ እውን ባዕሉ ናብቲ እንዳ መኸሸኒ ኣትዩ ምሳሕ የዳልየላ። ምሸት ደቂሱ እናረኣየቶ ቆንጆ፣ ሃፍታም፣ ጎበዝ ብተወሳኺ ድማ ዝኾነት ትኹን ጓል ዝትምነይ ዓይነት ሰብ'ዩ ኢላ ምስ ኣድነቐቶ ንባዕላ ብጽፍዒት ሃሪማ ኣይከውንን ኣነ ዝመጻእኹ ከኽስሮን ተልእኾይ ክዋጽኣ'የ ኢላ ንባዕላ ተዘክር። ቢጽብሒቱ ናብ ናዩ ቢሮ እንትኸይድ ጸሓፊቱ ኣይትኣቲን ኢላ እንትኽልክላ ሰብኣየይ ክረክብ'የ መጺኤ ትብላ። ካብኡ ናብ ስብኣያ ዓይና ከም ዘውደቐት እንትርዳእ ኒውቦ ክተባርራ ትውስን። ዩ ንኒውቦ እንትርእያ ገጹ ብፍሽኽታ በሪሁ ደሓን ዲኺ? ንምንታይ ናብ ቢሮየ መጺእኺ? እንታይ ደሊኺ? ኢሉ ይሓታ። ንሳ ውን ኣብቲ ትካል ውሽጢ ከምኡ ኣብቲ ኣመሓዳሪ ክፍሊ ውሽጢ ንምስራሕ ትሓቶ'ሞ ንሱ ውን ብታሕጓስ ይሰማማዕ። ብቕልጡፍ ድማ እታ ዝኸድዐቶ ኣፍቃሪቱ ናይ ስራሕ መመልከቻ ሒዛ ትመጽእ'ሞ ቃለ መሕትት ዝትገብረላ ኒውቦ ምዃና እንትርእይ ትስንብድ። ኒውቦ ድማ ጸባይ ክሕመቕ ስለ ዝኾነ ነዚ ትካል ኣይትምጥንን ኢላ እንትኽልክላ እታ ጸሓፊት ከዓ ንሕና ንርኢ ስራሕ እምበር ባህሪ ኣይኮነን ኢላ ብግዲ ንክትቑጸር ትገብር። እታ ከሓዲት ኣፍቃሪት እውን ኣነ ናብዚ ዝመጻእኹዎ እዩ ካባኺ መንጢለ ናይ ቀደም ፍቕርና ንምሕዳስ እዩ ኢላ ንኒውቦ እንተሕርቃ ክልቲኤን ጸጉሪ ንጸጉሪ ተተሓሒዘን ምባኣስ ይጅምራ። እታ ጸሓፊት ድማ ሓለውቲ ጸዊዓ ክተውጽኣ እንትፍትን ንሳ ግን ሕራይ ትቆጸር ኢላ ትፈቕደላ። እታ ናይ ቀደም ኣፍቃሪቱ ግን ኣብ ከክንዲ ምምስጋን ዝፈልሐ ማይ እንትደፍኣላ እዩ ንሰበይቱ ከድሕና እንትፍትን ኢዱ ይቃጸል። ሕጂ ንሕጂ ካብዚ ትካል ውጽእ እንትብል ኒውቦ ግን ኣይ ትስራሕ ስለ ዝበለት ይሰማማዕ። ኒውቦ ድማ ነታ ተንኮለኛ ጓል ናብ መሕጸቢ ክፍሊ ትወስዳ እሞ ብዙሕን ማይ ምስ ሓጸበታ ብጽፍዒት ሃሪማ ኣብዚ ክትሰርሒ ዝገበርኩኪ ኣነ ስለ ዝኾንኩ ንባዕልኺ ኣኽብሪ። ንዩ እቲ ዝተቓጸለ ኢዱ እንትሕክመሉ ረዳት መጺኡ ኣቦሓጎ ፊንግ መጺኡ ይብሎ። ንሱ እውን ኣባሓጎ ንምቕባል እንትወፅእ እታ ተንኮለኛ ድማ ፊንግ ናይ ኒውቦ ኣባሓጎ መሲልዋ ናብ መሬት ደፊኣ እንተዋርዶ ኒውቦ መፂኣ እዛ ቆልዓ ናይ ወዲ ወድኻ ሕፅይቲ እያ ኢላ ተረጋግዖ። ኒውቦ ነታ ተንኮለኛ እናሃረመት ኺዲ ይቕሬታ ሕተትዮ ኢላ እንትእዝዛ እታ ተንኮለኛ ግን ነቲ ኣባሓጎ ረጊፃ ትወፅእ። ዩ ኣባሓጎ ኣብ መሬት ወዲቑ እንትርእዮ መንዩ ከምዚ ገይርዎ ኢሉ ይሓትት። ኣባሓጉኡ ድማ ሰበይቱ ተንኮለኛ ስለ ዝመሰለቶ ሰበይቲ ከኣያ ከምዚ ገይራትኒ እንትብሎ እዩ ግን ሰበይተይ ከምዚ ዓይነት ስራሕ ኣይትሰርሕን ዝኾነ ስሕተት ኣሎ ሰበይተይ እኮ ኣዝያ ጨዋ ኣያ ኢሉ እምቢ ይብሎ። ኒቦ ናብታ ኣባሓጎ ደዊላ እንትሓቶ ኣብ ሆስፒታል ከም ዘሎ ነጊሩ ንኸትመጽእ ይነግራ። ካብኡ ኣባሓጎኡ እቲ ዝጠፍአ ናይ እዝኒ መጋየጺ ንወዲ ወድዩ ኣበይ ኣሎ ኢሉ እንትሓቶ ከም ዝጠፍኦ እንትነግሮ ሓድሽ ክገዝኣላ ይውስን። ናይ ዩ ረዳት ናይቲ ሆስፒታል ካሜራ ምስሊ እንተርእዮ ንኣባሓጎ ዘድሐነቶ ሰበይቲ ኔጎ ምዃና ኣረጋጊጹ ይግረም። ኣባሓጎይ ናይ ወላዲ ኣልባ ጓለይ እያ ኣድሒናትኒ ዝበለኒ፣ ሰበይተይ እኮ እያ ኣድሒናቶ ኢሉ ይደናገር። ሽዑ ድማ ኣባሓጎኡ እታ ወላዲ ኣልባ ጓለይ ትመጽእ ኣላ፣ በሪ ክፈተላ እሞ ተቐበላ እንትብሎ ዩ እቲ በሪ ይኸፍት እሞ ንሰበይቱ ኔጎ እንትረኽባ ሰንቢዱ ናብ ደገ ሒዝዋ ይወጽእ። ኣብዚ እንታይ ትገብሪ ኣለኺ ኢሉ እንትሓታ ኣባሓጎይ ክርኢ እየ መጺኤ። ናተይ ኣባሓጎ ሓሚሙ ውን ኣብዚ እዩ ዘሎ ክንፋታሕ ስለ ዝደልዩ ሕጂ ተዘይትርእዮ ይሓይሽ ደቂሶም እዮም ኢሉ ብሓሶት ይኽልክላ። ብጽብሒቱ ንዩቦ ናብቲ ቢሮ እንትኸይድ እታ ጸሓፊት ንምንታይ ኣርፊድኺ ኢላ ክተዋርዳ እንትትፍትን ንዩቦ ሸለል ኢላ ትሓልፋ። እታ ጸሓፊት ድሕሪ ናይ ሎማዓንቲ መብቅዒ መዓልቲ ሓሙሽተ ሰራሕተኛ እንተዘይቖጺርኺ ናይቲ መሕጸቢ ክፍሊ ጽሬት ሓላዊት ክትኾኒ ኢኺ ኢላ ትወራረዳ። ዩ፣ እዚ ሰሚዑ እታ ጸሓፊት ናብ ርሑቕ ቅርንጫፍ ክቕይራ ይኽእል እየ እንትብላ ኒውቦ ግን ኣይከውንን ንሳ እንተዘይሃልያ ብመን ክዘናጋዕ ሓሙሽተ ሰባት ምቕጻር እኮ ቀሊል እዩ ኢላ ትፍትን ክመስእ እንትብል ክሳብ ሕጂ ሓደ ሰራሕተኛ ኣይቖጸርክን ኢላ እንትሳለቐላ ኒውቦ ናብ ዓርካቲንግ ትድውል ኣብዚ መንጎ እቲ መነሓንሕቲ መጺኡ ምስ ኣፍቃሪተይ ተፈላሊና ኢና ኣብ ትውርድ ክሕግዘኪ እንትብላ ሃንደበት ዝኾኑ ሰባት መጺኦም ንዕኡ ምህራም እንትጅምሩ ኒውቦ ከዓ ከም ናይ ቀደም ተዋስኦ እናሰራሕኻ ዲኻ ኢላ እንትሓስብ ነገራት እናበኣሰ እንትኸይድ ግን ሒዛቶ ትሃድም። ንሳ ድማ ዩ ንምኽሳር ኢለ እየ ተመርዕየዮ እንትብሎ ተገሪሙ ንግግራ ብምሽጥር ይቐርጾ። ዓርካቲንግ ብሞተር መጺኡ ድማ ይወስዳ። ብኻልእ ገጽ እታ ተንኮለኛ ቆልዓ ንዩ ናይ ደርሆ ሸርባ ሒዘትሉ እንትመጽእ ኣባሪሩ የውጽኣ። እታ ጸሓፊት እውን ንዓኺ ዝኸውን ዓይኒ የብሉን ኢላ ትቕልዳ። እቲ መዓልቲ ክውዳእ ዓሰርተ ደቒቕ እንትተርፎ፣ ኒውቦ ምስ ቲንግል ምስ ሓሙሽተ መፍራሕቲ ሰባት መጺኣ፣ ዩ ስለ ናቶም ሓበሬታ ክጻሪ እንትእዝዝ፣ እታ ጸሓፊት ድማ ናይ ግዳም ሰባት ቆጺራ ከመይ ኢላ ትረትዕ ኢላ እንትትቐልድ፣ ኒውቦ ግን ስለ ብቕዓቶም ትምስክር። እታ ጸሓፊት ድማ ንዩ እቲ ትካል ከፍርስዎ እዮም ኢላ ዋላኳ እተተቖጠዐት፣ ንሱ ግን ንምቑጻር ይሰማማዕ። ኒውቦ ድማ ብታሕጓስ ናብ ናይ ሰብኣያ ቢሮ ኣትያ ኣብቲ ጠረጴዛ ዘሎ ሸርባ ክትሰትዮ እንትብል ዩ ኣይከውንን እታ ዝኸደዐትና ኣፍቃሪት እያ ኣምጺኣቶ እንታይ ከም ዘእተየትሉ ስለ ዘይፍለጥ ከይትሰትዮ ኢሉ ይኽልክላ። ሽዑ ድማ እቲ መናሓንሕቲ ደዊሉ ኒውቦ ንዕኡ ንምኽሳር ኢለ እየ ተመንዐዮ ክትብል ከላ ዝቐረጾ ድምጺ የስምዖ። ንሳ ውን ሃንደበት ናይ ምድንዛዝን ናይ ምዛር ስምዒት የስምዓ። ዩ ንምንታይ ገጽካ ተቐይሩ ኢላ እንትሓቶ ንሱ ድማ እቲ ዝተቐርጸ ድምጺ ሰሚዑ ንምንታይ ከምዚ ጌርኺ ንስኽን እታ ዝኸድዐትና ኣፍቃሪተይ ምንም ኣፋላይ የብልክንን ኣነ እኮ ናይ ብሓቂ ፎትየኪ እየ ኔረ ኢሉ ኢዳ የውርዶ ንሳ ድማ ናይ ዘዕበየኒ ኣባሓጎይ ፊንግ ወድወድ ዝኾነ መነሓንሕቱ ንምሕጋዝ ኢለ እየ ናቱ ኣባሓጎ እኮ ካብ ዝመውት ጸኒሑ እዩ ነቲ ኣባሓጎ ሽሙ እውን ፊንግ'ዩ ኢሉ እቲ ሓቂ ይነግራ። ኒውቦ ድማ ብቑርጸት ከብድን ብምንጭርራይን ትሳቐ። ንሱ እውን ንረዳቱ ጸዊዑ ኣብ ሰበይተይ ሓትነት ክፍተት ፈጢሩ እታ ከሓዲት ዋን ኣይለቃን ኢሉ ፈኪሩ ንዓኣ ተሸኪሙ ናብ ሆስፒታል ይወስዳ'ሞ ናይ ጨጎራ ሕጽበት ይግበረላ። ምስ ነቕሐት ግን እዩ ላሕሚ ኮይኑ ይረኣያ። እቲ ሾርባ ተዘይትሰትይዮ ኔርኪ ከምዚ ኣይትኸውንን ኔርኪ። ምንሓንሕቱ እንትመጽእ ድማ ከም ዓቢ ጭንቁራዕ ኮይኑ ይረኣያ እሞ እቲ ጭንቁራዕ ኣውጽኣለይ ኢላ ትናገር። እዩ ድማ ሒዝዎ ናብ ደገ ይወጽእ እሞ ብሕርቃን ሃሪሙ ካብ ሰበይቲ ይርሓቕ። ድኹም ጎንኻ ፈሊጠዮ እየ ኢሉ እንትፍክር እዩ ካብ ሰበይተይ እንተሪሒቕካ እቲ ዝቕጽል ዓቢ ጨረታ ክገድፈልካ እየ እንትብሎ ይሰማማዕ። መነሓንሕቲ ድማ ንኒውቦ ክብል እቲ ዓብዪ ጨረታ ምግዳፉ የግርም። ኒውቦ ደቂሳ እናሃለየት እቲ መነሓንሕቲ ኣትዩ ናይ ኣባሓጎፊንግ ወዲ ወዱ ኣነ መሲለኪ ተጋጊኺ ኢኺ ተዘይትጋገዪ ኔርኪ ንዓይ ተመርዒኺ ተኽስርኒ ኔርኪ ኢኺ ኣባሓጎፊንግ ንኒውቦ ክሪኣ መፂኡ ካብ ክፍለይ ውጻእ እሞ ናብ ሰበይትኻ ኪድ ኢሉ የባርሮ። ዩ ድማ ንኣባሓጎኡ እታ ወላዲ ኣልባ ጓልኻ ንምምርዓይን ንምቕባልን ተሰማሚዐ እየ፣ ግን ንሰበይተይ ዘለካ ጽላኣት ጠጠው ኣብል ዝብል ስምምዕ የቕርብ። ኣባሓጎ እውን ተሰማሚዑ ግን ንሳ ናብ ገጠር መጺኣ ትርከበኒ ይብል። ኒውቦ ካብቲ ዘላቶ ናይ ምድንዛዝ ስምዒት እንትትነቅሕ እቲ መርዛም ሾርባ ዘብጽሓላ ኩሉ ከም ዝረሰዐቶ ዩ ይርዳእ። ስለ ናተይ ዝፈለጠቶ ምሽጥርን ናይ ምፍልላይ ሓሳብ ስለ ዝረሰዐቶ ኣዝዩ ደስ ዝብል ኢሉ ብልቡ ይሕጎስ። ሓውያ እንትወጽእ ንኣቦሓጎይ ክንሓቶ ናብ ገጠር ክንኸይድ ኢና እንትብላ ትሰማማዕ። ብጽብሒቱ ውን ናብ ቢሮ ከይዱ ምስ ኩሎም ክፍልታት ኣቸኳል ኣኼባ ንኽግበር ይእዝዝ። ኣብ ቢሮ ውሽጢ ከሎ እታ ከሓዲት መጺኣ ክትጽግዖ እንትብል ንሱ ደፊኡ የርሕቓ። እንተኾነ ግን ኒውቦ ምእታያ እንትርእይ ኮነ ኢላ ንዩው ትሓቕፎ። ንሱ እውን ሰበይቱ ምምጻኣ እንትርእይ እወ ክምርዐኪ ቃል ኣትየ እየ ይብላ እሞ ኒውቦ እዚ ሰሚዓ ብስንባደ ትወጽእ። ንሱ ግን ነታ ከሓዲት ኣፍቃሪቱ ከምዚ ዝበልኩ ብስሕተት እየ ኢሉ ካብቲ ትካል የባርራ። ኒውቦ ድማ ምስቶም ዝቖጸረቶም ሓሙሽተ ሰባት ኮይና ሰብኣየይ ናብ ናይ ቀደም ኣፍቃሪቱ ክምለስን ንዓይ ክገድፈኒ እዩ እንትብሎም ንሶም ድማ ንሕና ናብዚ ዝመጻእና እኮ ንዕኡ ክነኽስሮ እምበር ንስኺ ክትፈትዮ ኣይኮናን ኢሎም የበረታትዕዋ። ኩሎም ናብ ልክዑ ክነእትዮ ኢና ኢሎም እንትዛረቡ ዩ ሃንደበት ኣትዩ ንመን ኢኹም ናብ ልክዕ ተእትይዎ ኢሉ የሰንብዶም። ንሳ ግን እቲ ነገር ንምርስሳዕ እንትፍትን ንዒ ኣብ ጥቓይ ኮፍ በሊ ኢሉ እቲ ኣኼባ ይጅምሮ። ኣብቲ ኣኼባ ድማ እቲ ትካል ኣብ ዝሓለፈ ወርሒ ጥራይ 105 ቢልዮን ዶላር ገንዘብ ከም ዝኸሰረ ይገልጽ። እታ ጸሓፊት ድማ እዞም ሓሙሽተ ሰራሕተኛታት ኒውቦን ኣባርሮም ኢላ እንትመኽሮ ንሱ ግን ናይቲ ትካል ምሽጥር ንተቓወምቲ ኣሕሊፋ ብምሃብ ነታ ጸሓፊትን ካልኦቶምን ካብ ስራሕ ኣባሪሩ ንፖሊስ ኣሕሊፉ ሂቦም። ካቦ ንኒውቦ ተዳለየ ናብቲ ናይ ሃብታማት መንደር ኣባሓጎይ ክንኸይድ ኢና ይብላ እሞ ብኻልእ ገጽ መናሕንሕቱን እታ ከዳዕ ኣፍቃሪቱ ምስ ወይዘሮ ቺንግ ናይ ንግዲ ስምምዕ እንተምጺእክለይ ክምርዐየኪ እየ ኢሉ ቃል ይኣትየላ። ካብኡ ንሂቦ ናብቲ ናይ ሃብታማት መንደር እንተኣትዩ ርእያታ ነዛ ድኻ ጓል ከመይ ይፍቀደላ ኢላ ነቶም ሓለውቲ እንትሓቶም ንሂቦ እኮ ናብ ገዛኣ እያ ትኸየድ ዘላ ዝብል መልሲ ሰሚዓ ትስንብድ። እታ ከሓዲትን መነሓንዕቱን ንከእትይዎም ፈቒዳ፣ ናብቶም ዘዕበይዋ ኣባሓጎታታ ገዛ ተእትዮም'ሞ፣ ንኒቦ ዝመጽኣ ህያብ ረጊጻ እንተበላሽዮ ብጽፍዒት ይሃርምዋ። ኣባሓጎ ፊንግ ግን ኣብ ናይ ወዲ ወደይ ልደት ክትርከብ ኣለካ ኢሉ ንዩ ይእዝዞ። ኒቦ ድማ ኣብ መጠረሽታ ክሳብ ሕጂ ከምቲ ዝሓሰበቶ ናይ ኣባሓጎ ፊንግ ወዲ ወዲ ከምዘይኮነ ትርዳእ። ንሱ'ውን ንብሕታ ወሲዱ ሰብኣይኪ ገዲፍኪ ንዓይ ተመርዐይኒ ኢሉ ክሓባብላ እንትፍትን፣ ኒቦ ግን ብፍጹም ኣይገብሮን። ንዓኻ ኣይፎትየካን ኢላ ገዲፋቶ ትኸይድ። ፊንግን ወዲ ወዱን ኣብቲ ልደት በዓል እንትበጽሑ፣ እታ ኣባሓጎ ነታ ከሓዲት ርእዩ ሰበይትኻ ርኣያ እንትብሎ ዩ ድማ ንሳ ሰበይተይ ኣይኮነትን ዩ ከኣ ንኒውቦ ሒዙ ይቐርብ እሞ ሰበይተይ እኮ እዚኣ እያ ኢሉ እንተላልዮ ኒውቦን ፊንግን ተፋጢጦም ጠጠው ይብሉ። እቲ ሓቂ እንትግለጽ እታ መነሓንሕትን ከሓዲትን ተሸማቒቖም ካብቲ ከባቢ እንትስወሩ እታ ከሓዲት ግን ንኒቦ ዓጊትና ካብ ሰብኣያ ዓሰርተ ቢልዮን ንሕተት ትብሎ። ኒቦ እውን ተዓጊታ እዚ ኩሉ ናይ ህንዲ ፊልሚ ንምንታይ የድሊ? ዝደለኽምዎ ገንዘብ እኮ ክህበኩም እየ ትብሎም እሞ እታ ከሓዲት ድኻ ኢኺ ኢላ ዋላ እኳ እንተቐለደታ ኒቦ ግን ኣብቲ ርሽዋ ዘሎ ናይ ንብረት ሰነዳትን ክባራት መጋየጺ ተርእዮም። እቲ መነሓንሕቱ እቶም መጋየፅታት ትኽክለኛ ምዃኖም እንትርዳእ በጃኺ ተመርዕይኒ ኢሉ ይልምና። እታ ከሓዲት እውን ብሕርቃን ትቃፀል። ኒውቦ ድማ እንድሕር ሰዲድካኒ ሕራይ ክብለካ እየ ኢላ እንተታልሎ ንሱ ግን ቀለበት ኣለሻ እንትወፅእ እታ ከሓዲት ብቕንኢ ተለዓዒላ ብኻራ ክትወግኣ እንትብል እቲ መነሓንሕቱ ሃንደበት መፂኡ ብናታ ቦታ ንሱ ይውጋእ። ነብሱ ስሒቱ እውን ይወድቕ። ብኻልእ ገጺኡ ምስቶም ናይ ሓለዋ ሰራሕተኛ መጺኡ ነታ ካሓዲት ሒዝዋ ኒውቦ ድማ ንዩው እንትርእዮ ብስንባደ ነብሳ ስሒታ ናብ ሆስፒታል ይወስዳ። ምስ ነቕሐት ግን ዕድለይ ሕማቕ ስለ ዝኾነ ንፋታሕ ኢላ እንትሓቶ ከምኡ ኣይትሕሰቢ ብኣንጻሩ ንስኺ ዕድለኛ ኢኺ ትካል'ዩ የትርፍ እሞ ኒውቦ ድማ ነቶም ሓሙሽተ ሰነፋት ኣምሂርካ ጎበዛት ስለ ዝገበርካዮም ኣዝየ እየ ዘመስግን እንትብሎ ዩው ግን ንሶም እኮ ቀደሞም ዝተፈለጡ ነጋዶ እዮም ኔሮም ኢሉ እቲ ሓቂ ይነግራ። ንዩቦ ድማ ምሽጥሩ ስለ ዝሓባ እናሳደደቶ ንሱ ግን ብሕቑ ሓዚልዋ ፍቕሮም እንትቕፅሉ እናርኣየና ፊልምና እውን ይውዳእ። እቲ ፊልም እንድሕር ተመችይኩም ላይክ ግበሩ። ንቻነልና ሓደሽ ዝኾንኩም ድማ ሳብስክራይብ ብምግባር ቤተሰብ ይኹኑ።